ሰላም ከመይ ትውዕሉ ዝኸበርኩም ተዓዘብቲ ንሎሚ ዓርቢ ዓሰርተ ግንቦት ዝተዳለወ ዜና እነሆ ቀንዲ ነጥብታቱ። ላዕለዋይ ልኡኽ ኤርትራ ኣብ ቻይና ዕዉት ርክባት ኣካይዱ። ኣብ ዞባ ማእከል ቅነ ናጽነት ኣብያተ ትምህርቲ ብወግዒ ተኸፊቱ። ኣብ ዞባ ደቡብ ኣብ ሃገራዊ መርመራ ሻሙናይ ክፍሊ ብሉጽ ውጽኢት ዘመዝገቡ ተሸሊሞም። ኣሜሪካ ኣብ ልዕሊ ክልተ ሚእቲ ቢልዮን ዶላር ዝግመት እታው ንብረት ቻይና ተወሳኺ ቀረጽ ወሲና። መራሕቲ ኣባል ሃገራት ኤውሮጳዊ ሕብረት ሓድነት'ቲ ሕብረት ንምዕቃብ ክሰርሑ ተሰማሚዖም፣ ፕረዚደንት ትራምፕ ኢራን ቀጥታዊ ዝርርብ ምምስ ምምሕዳሩ ከተካይድ ጸዊዑ። ብሚኒስተር ጉዳያት ወጻኢ ኣቶ ዑስማን ሳልሕን ኣማኻሪ ፕረዚደንት ኣቶ የማነ ገብረኣብን ዝቖመ ላዕለዋይ ልኡኽ ኤርትራ፣ ኣብ ህዝባዊት ሪፓብሊክ ቻይና ኣብ ዝገበሮ ናይ ሰለስተ መዓልታት ናይ ስራሕ ምብጻሕ ዕዉት ርክባት ኣካይዱ። ላዕለዋይ ልኡኽ ኤርትራ ካብ ሓሙሽተ ጉንበት ኣብታ ሃገር ኣብ ዝጸንሓሉ፣ ምስ ሚኒስተር ጉዳያት ወጻኢ ዋንግ ዪ፣ ሓላፊ ኣህጉራዊ ጉዳያት ዴሳዊ ሰልፊ ቻይና ከምኡ'ውን ምስ ሓለፍቲ ዝተፈላለያ ኩባንያታት ኣብ ዝገበሮ ርክብ፣ ኣብ ምዕዛዝ ክልተኣዊ ዝምድናን ምትሕግጋዝን ሓበራዊ ኣገዳስነት ዘለዎም ዞባውን ዓለማውን ጉዳያትን ዓሚቝ ዘተ ኣካይዱ። ኣብቲ ርክብ ገስጋስ ናይቲ ዛጊት ዝጸንሐ ዝምድናን ምትሕብባርን ድሕሪ ምግምጋም፣ ንምድንፍዑ ኣብ ዘኽእል መዳያት እውን ብዕምቈት ተዘትዩ። ምስ ሓላፊ ኣህጉራዊ ጉዳያት ዴሳዊ ሰልፊ ቻይና ኣብ ዝተገብረ ርክብ፣ ኣብ ምድንፋዕ ዝምድናን ምትሕግጋዝን ህዝባዊ ግንባር ንደሞክራስን ፍትሕን፣ ዴሳዊ ሰልፊ ቻይናን ኣብ ምዕዛዝ ዝምድና ክልቲኤን ሃገራትን ህዝብታተንን ዘለዎ ኣስተዋፅኦን ዝርርብ ተኻይዶም። ላዕለዋይ ልኡኽ ኤርትራ ብተወሳኺ ብማህደረ ትምህርቲ ኣብ ቤጂን ኣብ ዝርከባ ዩኒቨርሲታት ምስ ዝመሃሩ ዘለዉ ኤርትራውያን መንእሰያት እውን ተራኺቦም። ኣብ ዞባ ማእከል ዝርከባ ኣብያተ ትምህርቲ ከም ኣካል መደባት ጽምብል ናጽነት ዓመት መጸ ዝተፈላለየ መሰናድኦታት ዝሓቖፈ ቅነ ናጽነት ኣብያተ ትምህርቲ የካይዳ እየን። ናይ ሎሚ ዓመት ቅነ ድማ ብወግዒ ተኸፊቱ ኣሎ። ወኪል ኤሪና ናዝሬት በይን ንዘዳለወቶ ጸብጻብ ሻም ተወልደ።

ኣብ ንኡስ ዞባ ኣኽርያ ኣብ ዝርከብ ኣዳራሽ ደብዓት ኣብ ዝተኻየደ ስነ ስርዓት፣ ኣመሓዳሪ ዞባ ማእከል ሜጀር ጀነራል ሮሞዳን ዑስማን ኣውልያይ ንዝተዳለወ ስእላዊ ምርኢት መሪቑ ከፊቱ። ኣብ ናይ ሎሚ ዓመት ቅነ ናጽነት ኣብያተ ትምህርቲ ዞባ ማእከል ሚእትን ሰላሳን ኣርባዕተን መውዓሊ ህጻናት፣ ሚእትን ሓሙሽተን መባእታ፣ ሓምሳን ክልተን ማእከላይ ደረጃን ዒስራን ሰለስተን ካልኣይ ደረጃን ብሓፈሻ ክልተ ሚእትን ሰማንያን ክልተን ኣብያተ ትምህርቲ ይሳተፋ ከምዘለዋ ኣብ ጨንፈር ሚኒስቴር ትምህርቲ ዞባ ማእከል ሓላፊ ባህልን ስፖርትን መምህር እስቲፋኖስ ገብረሃዋርያት ሓቢሩ። ኣብያተ ትምህርቲ ከም ባህሊ ወይ ከም ልምዲ ነቲ በዓል ናጽነት ብዝለዓለ ኣቓልቦ ሂበን ወይ ከኣ ብዝለዓለ ጠሚተን እየን ዘካይድኦ ዘለዋ። ኣብ ክልተ ሚእትን ሰማንያን ክልተን ኣብያተ ትምህርቲ ኢና ነካይዶ ዘለና። ምኽንያቱ እንታይ እዩ፣ ሓንቲ ቤት ትምህርቲ ካብ መባእታ ጀሚራ ክሳብ ካልኣይ ደረጃ ክትስራዕ ስለ ትኽእል ወይ ዝሓዘት ስለ ዘላትና፣ እዛ ቤት ትምህርቲ እዚኣ ሓደ በዓል እያ ተካይድ እምበሪ ክልተ ሰለስተ በዓል ክተካይድ ስለ ዘይትኽእል ኣብ ክልተ ሚእትን ሰማንያን ክልተን ኣብያተ ትምህርቲ ብድምቀት ንኽበዓል መደብ ወጺኡ መደብ ተታሒዙ ሓላፊ ቤት ፅሕፈት ሚኒስትሪ ትምህርቲ ኣብቲ ንኡስ ዞባ መምህር ደጎል ዑቕባስላሰ ኣብ ዘስምዖ መኽፈቲ ቃል፣ መበል ዕስራን ሸሞንተን ዓመት ፅምብል ናፅነት፣ ህዝቢ ኤርትራ ፍረ ሓያል ሓድነቱ፣ ንቕሓቱን መኸትኡን ኣብ ዝዓፅደሉ ዘሎ እዋን ይፅምበል ምህላዉ ፍሉይ ድምቀት ከምዘለዎ፣ እዚ መድረኽ እዚ ዘሰክሞ ሓላፍነት እውን ስለዘሎ ግዳ እቲ ተኣምር ዝሰርሐ ክብርታት ብዝበለፀ ተኾሊዑ ንፅንዓት ብፅንዓት ደሪብና መደባት ልምዓት ሃገር ከነበርኽ እዋናዊ ተልእኾ ከምዝኾነ ገሊፁ። ምስ በብእዋኑ ዝፍጠር ብድሆ ህልኽ ዝሕዞ መንእሰይ ከኣ ኩሉ ግዜ ታሪኽ ክሰርሕ ኣይፅገምን። ብብድሆታት ዘይተሳሕለት ህይወት መቐረት የብላን። ትምህርቲ ብፍልጠት፣ ሞያውነት፣ ብቕዓትን ገጢምና ክንስዕሮ መብጽዓና ነሐድስ። ኣብቲ መኽፈቲ ስነ ስርዓት ኣካያዲ ስራሕ ምምሕዳር ዞባ ማእከል ኣቶ ዘርኢት ተወልደብርሃን፣ ሓላፊ ጨንፈር ሚኒስትሪ ትምህርቲ ዞባ ማእከል መምህር በላይ ሃብተጋብር ከምኡ'ውን ኣመሓደርቲ ንኡስ ዞባታት ማእከል ተረኺቦም ነይሮም። እቲ ኣጋጣሚ ተመሃሮ ብዘቕረብዎ ስነ ጥበባዊ መሰናድኦታት ደሚቑ ነይሩ።
ንኣብነታውያንን ብሉጻትን ተመሃሮ ዝግበር ምትብባዕ ቅዱስ ቅንኢ ስለ ዘሕድር፣ ዓመት መጸ በብዞባኡ ሽልማት ከም ዝዕደል ዝፍለጥ እዩ። ብደረጃ ደቡብ ዝወሃብ ሽልማት ዒዳ ማሶ ድማ ናይዚ ኣብነት እዩ። ሎሚ ዓመት ንዝተገብረ ሓሙሻይ ዙር ምዕዳል ናይ ሽልማት ብዝምልከት፣ ወኪል ኤሪና ፊልሞን ትካቦ ንዘዳለዎ ዜናዊ ጸብጻብ ሰሚር ጀማል ከቕርቦ እዩ።
ኣብ ዞባ ደቡብ ኣብ ሃገራዊ ምርምራ ሻምናይ ክፍሊ ብሉጽ ውጽኢት ንዘመዝገቡ ሚእትን ሰላሳን ስለስትን ተማሃሮ ኣብያተ ትምህርቲ ንኡስ ዞባታት ደቀምሓረ፣ ሰገነይቲ፣ ዓዲቐይሕን ሰንዓፈን ብ ሸሞንተ ግንቦት ኣብ ከተማ ደቀምሓረ ኣብ ዝተኻየደ ስነስርዓት ሽልማት ዒንደማሶ ተዓዲሉ። ነቲ ብምውህሃድ ሃማመተ ዞባ ደቡብን ጨንፈር ሚኒስትሪ ትምህርቲ ዞባ ደቡብን ዝተዳለወ ሽልማት ዝበቅዑ ተማሃሮ ካብ ዓሰርተ ክልተ ናይ ማእከላይ ደረጃ ኣብያተ ትምህርቲ ዝመጹ ኮይኖም ካብ ሰማንያን ሓሙሽተን ክሳብ ተስዓን ሸሞንተን ሚእታዊት ነጥቢ ዘመዝገቡ እዮም። ሓላፊ ሃማመተ ዝባዶ መንእሰይ ግርማይ ገብሩ ኣብ ዘስመዖ ቃል፣ መሰረታዊ ዕላማ ሽልማት ዒንደ ማሶ ነቶም ጻዕረኛታትን ኣብነታውያንን ብምትብባዕ ኣብ ተመሃሮ ቅዱስ ቅንኢ ንምሕዳር ምዃኑ ብምሕባር፣ በብዓመቱ ዝስስን ዘሎ ቁጽሪ ብሉጽ ውጽኢት ዘመዝገቡ ተመሃሮ ናይዚ መርኣያ ከምዝኾነ ገሊጹ። ሓላፊ ጨንፈር ሚኒስትሪ ትምህርቲ ዘባዶ መምህር ህብትዝጊ ኪዳነ ብወገኑ፣ እቲ ሽልማት ኪኖቲ ኣብ መንጎ ተመሃሮ ዘሕድሮ ናይ ምውድዳር መንፈስ ኣብ መንጎ ኣብያተ ትምህርትን መምህራንን እውን ሞያዊ ድርኺት ዝፈጥር ኮይኑ ከም ዘሎ ብምንጻር፣ ተሸለምቲ ንዝረኽብዎ ምትብባዕ ከም መንጠሪ ባይታ ተጠቒሞም ኣብ ቀጻሊ ናይ ትምህርቲ ጉዕዞኦም ንዝያዳ ውጽኢት ክጽዕሩ ኣዘኻኺሩ። ኣቦ መንበር ሃማመተኤ ኣቶ ሳልሕ ሕመዲን፣ ንብሉጻት ተማሃሮ ምትብባዕ ኣካል ናይቲ ብቐንዱ ንመንእሰያት ማእከል ዝገብረ ሃገራዊ ልምዓታዊ መደባት ምዃኑ ብምሕባር፣ ማሕበር ልዑል ጠመተ ሂቡ ካብ ዝሰርሓሉ መደባት ከም ዝኾነ ኣብሪሁ። ሓምሻይ ዙርያ ምዕዳል ሽልማት ኤንደማሶ ንተምሃሮ ንኡስ ዞባታት መንደፈራ፣ ዓዲ-ዃላ፣ ዓረዛ፣ ድባርዋ፣ እምኒ-ሓይልን ማይምንን ኣብ ዝመጽእ መዓልታት ክቐጽል ምዃኑ ዝረኸብናዮ ሓበሬታ የረድእ። ምዕዳል ሽልማት ኤንደማሶ ካብ ክልተ ሽሕን ዓሰርተ ሓሙሽተን ካብ ዝጅምር ዛጊት ኣስታት ሓደ ሽሕ ተምሃሮ ተሸሊሞም ኣለዉ።
ኣብ ንኡስ ዞባታት ኣስማጥን ሓልሓልን ብዕዙዝ ኮማዊ ተሳትፎ ዝሰላሰል ዘሎ መደባት ልምዓት ብሓፈሻ፣ ምውዳድ ማሕበራዊ ኣገልግሎታት ድማ ብፍላይ ቀፃልነቱ ክወሓስ ህዝቢ ውዳቤኡ ኣሐይሉ ክደፍኣሉ መዘኻኸሪ ቐሪቡ። ኣመሓዳሪ ዞባ ዓንሰባ ኣቶ ዓሊ ማሕሙድ በርባዕተን ሓሙሽተን ጉንበት ምስ ነበርትን ሰራሕተኛታት ትካላት መንግስትን ክልቲኤን ንኡሳን ዞባታት ኣብ ዘካየዶ ርክብ ንዝሰላሰል ዘሎ መደባት ምዕቃብ ማይን ሓመድን ድሕሪ ምምጓስ እዚ ኣብ እቶትን እቶታውነትን ዕዙዝ ኣበርክቶ ዘለዎ ፍራታት ብዝለዓለ ክቕፅል ኣዘኻኺሮም። ኣቶ ዓሊ ስዒቡ፣ ምትዕርራይ ዝግበረሎም ዘሎ መስመራት መጓዓዝያን ናብ መስርሕ ምፅራግ ዝርከቡ መገብቲ ፅርግያታትን ከምኡውን ኣብ ንኡስ ዞባ ሓልሓል ዝተሰርሑ ዲጋታትን ራህያታትን ኣብ መነባብሮ ነበርቲ ዓብዪ ተራ ይፃወቱ ምህላዎም ብምሕባር ህዝቢ ዓቕምታቱ ኣወሃሂዱ ኣብ ረብሕኡ ከውዕሎም ኣተሓሳሲቦም። ተሳተፍቲ ብወገኖም ኣብ ንኡስ ዞባታት ዝተደኮኑ ትካላት ማሕበራዊ ኣገልግሎታት ምንጭታት ማይ፣ ኣገልግሎት ኤለትሪሲቲ፣ መጓዓዝያን መራኸቢታትን ዓቢ ኣስተዋጽኦ ይገብራ ምህላወን ብምጥቃስ፣ ንኽምዕብላን ዝተረፈ ንኽማልኣለንን ዘይተጠርነፋ ቁሸታት ክጥርነፋ ዝተጀመረ ተበግሶታት ክቕጽልዎ ድሉዋት ምዃኖም ገሊጾም። ኣብ ዓሰርተ ሓደ ምምሕዳራት ከባቢ ንኡስ ዞባ ናቕፋ ካብ ዕስራን ሸሞንተን ሚያዝያ ክሳብ ኣርባዕተ ጉንቦት ምርጫታት ደያኑ ኮማዊ ኣብያተ ፍርድን ሽማግለታት ዕርቅን ተኻይዶም። ኣብቲ ሽዱሽተ መጋባእያታት ኮማዊ ኣብያተ ፍርዲ ንምቛም ዝተኻየደ ምርጫታት ሸሞንተ ደቂ ኣንስትዮ ዝርከብኦም ዕስራን ሓሙሽተን ደያኑን ሽማግለታት ዕርቅን ተመሪጾም። ኣመሓዳሪ ንኡስ ዞባ ናቕፋ ኣቶ ያቆብ እድሪስ ኣብ ዘስምዖ ቃል፣ እቲ ምርጫታት ህዝቢ ጉዳያቱ ብቐረባን ብዕርቅን ዝፈትሓሉ ባይታ ንምፍጣር ዝዓለመ ምዃኑ ብምጥቃስ፣ ዝተመርጹ ማዕረቲ ዝተነብረሎም ሓላፍነትን እምነትን ንሕብረተሰቦምን ሃገሮምን ብተወፋይነት ከምዘገልግሉ ጽኑዕ እምነቱ ገሊጹ። ተሳተፍቲ ብወገኖም፣ እምነት ህዝቢ ሓያል ጾር ስለዝኾነ ብትግሃትን ብዘይተጎላባነትን ተልእኾኦም ንምፍጻም ቃል ብምእታው ምትሕብባር ህዝቢ ከይፍለዮም ተላብዮም። ነበርቲ ምምሕዳር ከባቢ ዓዲ ሽማ ንኡስ ዞባ ጊንዳዕ ፅሬት ከባቢኦም ብምሕላው ጥዕነኦም ንምርግጋፅ ኣድማዒ ኮማዊ ንጥፈታት ኣሰላሲሎም። በዚ መሰረት ከባቢኦም ካብ ቀልቀል ናፃ ብምግባር፣ ምንጪ ማያት ብንፅህና ንምሓዝን ተመሓላለፍቲ ሕማማት ንምክልኻልን ሚእትን ስሳን ትሽዓተን ዓይኒ ምድሪ ከምዝሰርሑ ወኪል ኤሪና ሓቢሩ። እቲ ተሳሊጡ ዘሎ ስራሕ ውፅኢት ዝተገብረሎም ጎስጓሳት ከምዝኾነ ዝሓበረ ኣካያዲ ስራሕ ምምሕዳር ከባቢ ዓድ ሽማ ኣቶ ስሌማን መሓመድኑር ብሰፊሑ ከምዝቕፅልዎ ኣረጋጊፁ። ጥዕና ሕብረተሰብ ኣብ ጥዕና ኣከባቢ ዝተመርኮሰ እዩ ዝበለት ኣብ ምምሕዳር ንኡስ ዞባ ጊንዳዕ ሓላፊት ማሕበራዊ ኣገልግሎት ወይዘሮ ፋጥና ክንቲባይ፣ መደባት ኮም ዝመርሖ ከባቢያዊ ፅሬት ቀፃሊ ምክትታል ዘድልዮ ስለዝኾነ ምምሕዳራት ከባቢ ብሰፊሑ ክደፍኣሉ ኣዘኻኺራ። ምምሕዳር ከባቢ ዓድ-ሹማ፣ ብሕርሻን መጓሰን ዝናበራ ኣርባዕተ ሚእትን ሓምሳን ክልተን ስድራቤታት ዘለውኣ ኮይና፣ ካብ ጋሕቴላይ ንሸነኽ ደቡባዊ ምዕራብ ሸውዓተ ኪሎ ሜተር ርሒቓ ትርከብ። ቀጺሉ ዝቐርብ ዜና ሃገራት ወጻኢ'ዩ። ንምክትታልኩም ደጊምና ብኽብሪ ንዕድም።

ኣሜሪካ ኣብ ልዕሊ ዝተወሰነ እታው ንብረት ቻይና ተነቢሩ ዝጸንሐ ናይ ዓሰርተ ሚእታዊት ታሪፍ ካብ ሎሚ ዓሰርተ ጉንበት ናብ ዕስራን ሓሙሽተን ሚእታዊት ክብ ኣቢላቶ። እዚ ውሳነ እዚ ብቐንዱ ንእታው ኬሚካላት፣ ናውቲ ህንጻ፣ ኣቕሑ ገዛን ኤለክትሮኒካዊ ንብረትን ዒላማ ዝገበረ ኮይኑ ልዕሊ ክልተ ሚእቲ ቢልዮን ዶላር ዝግመት እዩ። ኣሜሪካ ነዚ ስጉምቲ ዝወሰደት ተኸሲቱ ንዘሎ ንግዳዊ ምትፍናን መፍትሒ ንምርካብ ዝዓለመ ርክብ ላዕለዎት ወከልቲ ክልቲኤን ሃገራት ኣብ ከተማ ዋሽንግተን ኣብ ዝካየደሉ ዘሎ እዩ። ሚኒስትሪ ንግዲ ቻይና ነቲ ስጉምቲ ድሕሪ ምኹናን መልሰ ግብሪ ከም ዝወሃበሉ ኣፍሊጡ ኣሎ። ፕረዚደንት ትራምፕ ብትሽዓተ ጉንቦት ክልቲኤን ሃገራት ንዘሎ ፍልልይ መፍትሒ ንምርካብ ብሓባር ክዓያ ዝጽውዕ መልእኽቲ ካብ ፕረዚደንት ሺ ጂፒንግ ከም እተቐበለ ገሊጹ ምንባሩ ነቲ ናይ ምውሳኽ ቀረጽ እታው ውሳነ ከደናጉዮ ከም ዝኽእል እየን ማዕከናት ዜና ከጋውሓ ጸኒሐን። ብዘይካ'ዚ ኣሜሪካ ኣብ መንጎ ክልቲኤን ሃገራት ተፈጢሩ ዘሎ ንግዳዊ ምትፍናን ክሳብ መወዳእታ ናይዚ ዓመት መፍትሒ ምስ ዘይርከቦ ኣብ ልዕሊ ክልተ ሚእቲ ቢልዮን ዶላር ዝግመት ምህርቲ ዓሳ፣ ኣጭርቕቲ፣ ቦርሳታት ኢድ፣ ጫማን ካልእን ዘጠቓልል ንብረት ቻይና ተነቢሩ ንዘሎ ናይ ዓሰርተ ሚእታዊት ቀረጽ እታው ክውስኸሉ ምዃኑ'ዩ ዘጠንቅቕ ዘሎ። በዚ ድማ ንግዳዊ ምትፍናን ክልቲኤን ሃገራት ኣብ ዝሓጸረ መዕለቢ ዝርከቦ ከምዘይመስል ምስቲ ጉዳይ ቅርበት ዘለዎም ተንተንቲ ይሕብሩ። ድሕሪ ምውጻእ ብሪጣንያ ሓድነት ኤውሮጳዊ ሕብረት ክዕቀብ ንምጽዋዕ ዝዓለመ ዋዕላ መራሕቲ ኣባል ሃገራት'ቲ ሕብረት ብትሽዓተ ጉንበት ኣብ ሮማንያዊት ከተማ ሲቢዩ ተኻይዶ። ኣብቲ መራሕቲ ዕስራን ሸውዓተን ኣባል ሃገራትን ላዕለዎት ሰብ መዚ ሕብረትን ዝተሳተፉሉ ዋዕላ፣ ክሊማዊ ለውጢ ምግታእ፣ ልዕልና ሕጊ ምርግጋፅን ዘመናዊ ሞዴል ምዕባለ ምንካይን ኣብ መፃኢ ቀንዲ ኣተኩሮ ኤውሮጳዊ ሕብረት ክኸውን ተረዳዲኦም። እንተኾነ ግን መራሕቲ ኣባል ሃገራት ነቲ ናይ መፃኢ ሸቶታት ብኸመይ ከምዘተግብርዎ ኣብ ንፁር ምርድዳእ ከምዘይበፅሑ ነቲ ሸቶታት ንምትግባር ዘሎ ፍልልይ ድማ ዝዓበየ ማሕለኻ ከምዝኾነ ምስቲ ዘባ ቅርበት ዘለዎም ተንተንቲ ፍሊጦም። ብቐንዱ ግን እቲ ዋዕላ ድሕሪ ምውጻእ ብሪጣንያ ካብ ኣባልነት እቲ ሕብረት፣ ሓድነት ኣባል ሃገራት ንምድልዳል ዝዓለመ ምንባሩ፣ ኣባል ሃገራት ሓድነተን ከስምራን ኣብ ኣህጉራውያን ጉዳያት ሓደ መርገጺ ክኽተላን ኣብ ምርድዳእ ተበጺሑ ከም ዘሎ ተቓሊሑ። ብዘይካዚ ብምንእሰያት ንዝቐርብ ዘሎ ጻውዒት ምርግጋጽ ውሑስ ዓለም ከምኡ'ውን ምቁጽጻር ዓለማዊ ሙቐትን ክሊማዊ ለውጥን ኣባል ሃገራት ኣተኲረን ክሰርሓሉን ንዕኡ ዝበቅዕ ባጀት ክስልዓን

ፕረዚደንት ትራፕ ኣብ መግለጺኡ፣ ክገልጾ ፍቓደኛ ዘይኰነ ጸጥታዊ ስግኣት ብምኽሳቱ፣ ጸጥታዊ ውሕስነት ሃገሩን መሻርኽቲ ሃገራትን ንምውሓስ ዓርሞሸሽ ወተሃደራዊ ሓይሊ ናብ ባሕሪ ሆርሞዝ ከዋፍር ተገዲዱ ከምዘሎ ብተወሳኺ ኣፍሊጡ። እንተዀነ ግን ፕረዚደንት ትራምፕ፣ ኢራን ዘለዋ ኒዩክሌሳዊ ጥሙሕ ክተቋርጽ ሃገሩ ትጽውዕ ከምዘላ፣ ነዚ ክዉን ንምግባር ድማ ምምሕዳሩ ንቀጥታዊ ርክብ ፍቓደኛ ምዃኑ ኣረጋጊጹ። ኣሜሪካ ካብቲ ኣብ ክልተ ሽሕን ዓሰርተ ሓሙሽተን ናብ መንጎ ኢራንን ሽዱሽተ ሓያላን ሃገራትን ዝተበጽሐ ኢራን ዘለዋ ኒዩክሌሳዊ መደባት ክተቋርጽ ኣማሲኡ ድማ ኣብ ልዕሊኣ ተነቢሩ ዝጸንሐ እገዳታት ክለዓል ዝብል ስምምዕ ኣብ ዝሓለፈ ዓመት ከም ዝሰሓበት ዝፍለጥ እዩ። ኣሜሪካ፣ ጃፓን፣ ህንድን ፊሊፕንስን ትማሊ ትሽዓተ ጉንበት ዝተዛዘመን ንሰሙን መመላእታ ዝቐጸለን ናይ ሓይሊ ባሕሪ ሓባራዊ ልምምድ ኣብ ደቡባዊ ባሕሪ ቻይና ኣካይደን። ብመሰረት ሓይሊ ባሕሪ ኣሜሪካ ዘውጽኦ መግለጺ፣ ኣብዚ ንቻይና ምስ ሃገራት እቲ ዞባ ኣብ ዘሰሓሕብ ማያዊ ኣካል ዝተኻየደ ሓባራዊ ልምምድ፣ መጥቃዕቲ ሚሳይል ናይ ምብርዓን ዓቕሚ ዘለዋ መርከብ ኲናት ኣሜሪካ፣ ነፈርቲ እትስከም መርከብ ኲናት ጃፓን፣ ክልተ መራኽብ ኲናት ህንድን ኣብ ምክትታል ዶባት እትነጥፍ መርከብ ኲናት ፊሊፕንስን ተሳቲፈን። እቲ ወተሃደራዊ ልምምድ ዝሰፍሐ ክፋል ናይቲ ኣሰሓሓቢ ስትራቴጂያዊ ባሕሪ ደቡባዊ ቻይና እጀታኣ ምዃና ንእትገልጽ ቻይና ከቖጥዕ ከም ዝኽእል ተንተንቲ ይሕብሩ። እቲ ወተሃደራዊ ልምምድ፣ ኣሜሪካ ብወሰናስን ኣብቲ ማያዊ ኣካል ዝርከባን ቻይና እጀታኣ ምዃነን እትገልጸንን ደሴታት ክልተ መራኽብ ኲናት ድሕሪ ምሕላፈን እዩ ዝስዕብ ዘሎ። ኣብ ዝሓለፈ እዋናት እውን ሓይሊ ባሕሪ ኣሜሪካ ምርግጋፅ ውሕስነት ኣህጉራዊ ማያት ክትብል ዝገለፀቶ ሓባራዊ ወተሃደራዊ ልምምድ ምስ ሃገራት እቲ ዞባ ክተካይድ ምፅንሓ ዝፍለጥ እዩ። ቻይና መብዛሕትኡ ክፋል እቲ ማያዊ ኣካል እጀታኣ ምዃኑ ክትምጉት እንከላ፣ ፊሊፒንስ፣ ብሩነይ፣ ኢንዶኔዥያ፣ ማሌዥያን ቪየትናምን በብወገነን ተመሳሳሊ መጎተ ከም ዘቕረባ ዝፍለጥ እዩ። ጉዳይ ባሕሪ ደቡባዊ ቻይና ብቐጥታ ዝምልከተን ሃገራት ብዘካይድኦ ዝርርብ ጥራይ ከም ዝፍታሕ ግዳማዊ ምትእትታው ድማ ቀንዲ ጠንቂ ምዝራግ ሰላምን ብልጽግናን'ቲ ዞባ ኮይኑ ከምዘሎ'ያ ቻይና እትሕብር። ሰሜን ኮርያ ተወሳኺ ፈተነ ናይ ሓጺር ርሕቀት ሚሳይል ከምዘካየደት ሚኒስትሪ ምክልኻል ደቡብ ኮርያ ብትሽዓተ ጉንበት ኣፍሊጡ። እቲ ካብ ሰሜናዊ ምዕራብ ሸነኽ'ታ ሃገር ዝተኻየደ ፈተነ ሚሳይል ኣርባዕተ ሚእትን ዕስራን ከምኡ'ውን ክልተ ሚእትን ሰብዓን ኪሎ ሜተር ከምእተጓዕዘ እቲ ሚኒስትሪ ምክልኻል ኣብ ዘውጽኦ መግለጺ ሓቢሩ። ሰሜን ኮርያ ነቲ ፈተነ እተካይድ ዘላ፣ ልኡኽ ምምሕዳር ፕረዚደንት ትራምፕ ካብ ኒዩክሌሳዊ ህላወ ናጻ ዝዀነ ዞባ ሓውሲ ደሴት ኮርያ ንምምስራት ክካየድ ዝጸንሐ ዲፕሎማስያዊ ጻዕሪ ዳግም ንምብርባር ኣብ ዘኽእል ነጥብታት ምስ ሰብመዚ ደቡብ ኮርያ ንምዝርራብ ከተማ ሶል ኣብ ዝኣተወሉ እዩ። ደቡብ ኮርያ ድሕሪ'ቲ ሰሜን ኮርያ ኣብ ዝሓለፈ ሰሙን ዘካየደቶ ተመሳሳሊ ፈተነ፣ ኣብ ዞባ ሓውሲ ደሴት ኮርያ ተበጺሑ ንዘሎ ትስፉው ሃዋህው ዝዘርግን ወተሃደራዊ ምትፍናን ዘዕርግን ስጉምትታት ካብ ምውሳድ ክትቁጠብ ምጽዋዓ ዝዝከርዮ። እዚ ተደጋጋሚ ፈተነታት ኣብ መንጎ ክልቲኤን ሃገራት ንዝተበጽሐ ወተሃደራዊ ስምምዕ ዝጥሕስ ምዃኑ'ያ ደቡብ ኮርያ እትወቅስ። ኣብ ዝሓለፈ ወርሒ ለካቲት ኣብ መንጎ ፕረዚደንት ትራምፕን ፕረዚደንት ኪምን ኣብ ቬትናም ድሕሪ ዝተኻየደን ብዘይ ፍረ ዝተበተነን ካልኣይ ቀጥታዊ ርክብ፣ እቲ ጽቡቕ ገስጋስ ከመዝግብ ዝጸንሐ ዲፕሎማስያዊ ምዕባለታት ሓውሲ ደሴት ኮርያ ብኣሉታ ተጸልዩ ከም ዘሎ ዝፍለጥ እዮ። እዚ ሰሜን ኮርያ እተካይዶ ዘላ ፈተነታት ኣብ ልዕሊ ኣሜሪካ ጸቕጢ ንምፍጣር ዝዓለመ ክኸውን ከም ዝኽእል እዮም ምስቲ ዞባ ቅርበት ዘለዎም ተንተንቲ ዝሕብሩ። ዜና ዛዚምና ኣለና ዝኸበርኩም ተዓዘብቲ ሰናይ መዓልቲ።